ሰላም ኣብ ዝተፈላለዩ ኩርናዓት ዓለም ብምዃን እትከታተሉና ዘለኹም ክቡራትን ክቡራንን ከመይ ትኾኑ ነዚ ዕለት ዝሓዝናዮም ምዕባለታት ከም ስዕብ ተዋዲዶመሎም ከም ልሙድ ብዓበይቲ ነጥብታት ክንጅምር ካብ ምቅላስ ወፃኢ ካሊእ መማረፂ የብልናን ክንዕወት ኢና ድማ ክብል ሓደ ላዕለዋይ ኣመራርሓ ሰራዊት ትግራይ ገሊፁ። እቲ ኣብ ከተማ ሸራሮ ዝተፈፀመ መጥቃዕቲ ድሮን ድማ ሕራነ ዝፈጠረ ብምባል ገሊፅዎም ክነስምዐኩም ኢና። ብካሊእ ዜና ምስ ዕጡቕ ፋኖ ዝግበር ርክብ ናብ ዝለዓለ ደረጃ ሓፍ ከም ዝብል ካሊእ ላዕለዋይ ኣዛዚ ሰራዊት ትግራይ ዕላዊ ገይሩ። ኣብ ግንባር ተረኺቡ ድልውነት ሰራዊት ዘረጋገፀ እቲ ላዕለዋይ ኣዛዚ ምስ ፋኖ ስልታዊ ምድግጋፍ ክህልወና እዩ ክብል ተሰሚዑ ኣሎ። ንሕና እውን ክነስምዐኩም ኢና። ሕቡራት ዓረብ ኤምሬትስ መጥቃዕቲ ደው ንምባል ንኢራን ቢልዮናት ዶላር ከም ዝኸፈለት ተገሊጹ እቲ ክፍሊት ክሳብ 20 ቢልዮን ዶላር ክበጽሕ ከም ዝኽእል እውን ውሽጣዊ ፍልፍላት ኣረጋጊጾም ኣለዉ ኣብ ልዕሊ ኣትሌት ጉዳፍ ጸጋይ ዝለዓሉ ዘለዉ ጉዳያቱን ካልኦትን ዝርዝር ዜናታት ክነስምዐኩም ኢና ክሳብ መወዳእታ ምሳና ንክትጸንሑ ክንዕድመኩም ሰናይ ግዜ ካብ ምቅላስ ወፃኢ ካሊእ መማረፂ የብልናን ክንዕወት ኢና ድማ ክብል ሓደ ላዕለዋይ ኣመራርሓ ሰራዊት ትግራይ ገሊፁ እቲ ኣብ ከተማ ሸራሮ ዝተፈጸመ መጥቃዕቲ ድሮን ድማ ሕራነ ዝፈጠረ ብምባል ገሊጽዎ። ቃልስና ፍትሓውን ቅኑዕን ስለ ዝኾነ ክንዕወት ኢና ዝበለ ጀነራል ምግበይ ሃይለ፣ ኣብ ቀረባ እዋን ኣብ ከተማ ሸራሮ ብዝተፈጸመ መጥቃዕቲ ድሮን ዝተኸፈለ መስዋእቲ እውን ኣብራህሪሁ። ብስርዓት ብልጽግና ኣብ ልዕሊ ሰራዊት ትግራይ ዝተፈጸመ መጥቃዕቲ ድሮን ህዝብን ሰራዊትን ዘርእዮ ጽንዓትን ሕራነን ናእዶም ንምቕራብ ሓይልታት መኸተ ግንባር ምዕራብ ምሰ ህዝብን ምምሕዳርን ከተማ ሸራሮን ወረዳ ታሕታይ ኣድያቦን ዘተ ኣብ ዘሳለጥሉ እዋን ኣዛዚ ግንባር ምዕራብ ጀነራል ምግበይ ሓይለ ፀረ ህዝቢ ትግራይ ዝኾነ ስርዓት ብልፅግና ኣብ ልዕሊ ሰራዊት ትግራይ ዝፈፀሞ መጥቃዕቲ ድሮን ኣመልኪቱ መብሪሁ። ህዝቢ ትግራይ ከም ህዝቢ ንህልውንኡ ንመሰል ዓርሰ ውሳንኡን መፃኢ ዕድሉን ንምግሃድን ዝገብሮ ቃልሲ የሕይል እምበር ዘሰኩን ኣይኮነን ኢሉ። ቃልስና ፍትሓውን ሓቀኛን ቃልሲ እዩ ዝበለ ጀነራል ምግበይ ሓይለ ስለዝኾነ ድማ ዓወትና ናይ ግድን እዩ ክብል ኣረጋጊፁ። ኣብ ወሳኒ ምዕራፍ ኣለና። ወይ ትሓጂ ዘላ ገመድ በጢስና ከም ህዝቢ ክንቅፅል ኢና ወይ በታ ገመድ ተሓኒቕና ኣብ ዕኒኒ ክንነብር ኢና እዚ ከዓ ኣይንመርፆን እና ኣይኸውንን እታ ገመድ በጢስና ንኺድ ንቕድሚት ዘለና መማረፂ ምዕዋት እዩ ክንዕወት ካይና ሐዚ ተጋሩ ኣብ ወሳኒ ናይ ቃልሲ ምዕራፍ ኣለና ብምባል ንሃላዋትናን ድሕነትናን እንገብሮ ቃልሲ ክንዕወት ጥራሕ እዩ ዘለና። ክንዕወት እንድሕር ኮይና ኩላትና ተጋሩ ሓደ ዕላማ እዩ ዘለና። ነዚ ናይ ሓባር ዕላማ ንምዕዋት ከም ተጋሩ ክንረባረብ ይግባእ ክብል ፀዊዑ። ንሕና ተጋሩ ታሪኽ፣ ስርዓተ መንግስቲ፣ ምሕደራዊ ዓቕሚ፣ ናይ ባዕልና ባህልን መንነትን ዘለና ክቡር ህዝቢ ኢና። ማንም መፂኡ ከንበርክኸኩም እየ፣ ክረግፀኩም እየ ንዝበለና ሓይሊ ፍፁም ኣይንቕበልን ክብል ገሊፁ። ጀነራል ምግበይ ኣብዛ ዓለም ኢዱ ሂቡ ብሂወት ዝነብር ህዝቢ የለን ስለዚ ንክንነብር ክንቃለስ ኢና ደም ናይዞም ስውኣትና ከንቱ ኣይተርፍን ህዝባዊ ተልእኾኦም ኣብ ሸትኡ ንምብፃሕ ድማ ክንሰርሕ ኢና ነዚ ንምትግባር ንድሕሪት ኣይንብልን ብምባል ጀነራል ምግበይ ሃይለ ድልውነቱ ኣረጋጊፁ ህዝብን ምምሕዳርን ከተማ ሸራሮን ወረዳ ታሕታይ ኣድያቦን ንዘርእይዎ ሕራነን ነቲ ሰራዊት ምድጋፎምን ጀነራል ምግበይ ብሽም ግንባር ምዕራብ ሰራዊት ትግራይ ኣመስጊኑ። ኣዛዚ ኣርሚ ዓሰርተ ሰለስተ ኮነሬል ፀጋይ ተካ፣ ፀጋይ ማርክስ፣ ኣብ ብረታዊ ቃልሲ ዓሰርተ ሸውዓተ ዓመት ዝነበረ ኩነታት ብምዝኻር፣ ኣብቲ እዋን ንቃለሶ ዝነበርና ፀላእቲ ብሓይሊ ክነመሓድረኩም ኢና ኣይተመሓድሩናን ብዝብል ከምዝነበረ ሎሚ ግና እቲ ቃልሲ ክነጥፈኣኩም ኢና ኣይንጠፍእን ዝብል ከምዝኾነ ሓቢሩ። ከም ህዝቢ ከይንጠፍእ መስዋእቲ እናኸፈልና ንቃለስ ኣለና። እቶም ፀገም ዘጋጥሞም ብፆትና እውን ኣብ ልኡኾም እናፈፀሙ እዮም መስዋእቲ ኣጋጢምዎም። እዚ መስዋእቲ እዚ ኮንቱ ኣይተርፍን፣ ዕላምኦም ኣብ ሸቶ ክነብፅሖ ኢና ኢሉ ተጋዳላይ ፀጋይ ማርክስ። መንግስቲ ትግራይ እቲ ዕስራን ትሽዓተን ጉንበት ኣብ ከባቢ ገምሃሎ ዝተፈፀመ ተደጋጋሚ ደብዳብ ድሮን ኣብ ልዕሊ ዕለታዊ ስራሕቶም ዝነበሩ ኣባላት ሰራዊትን ንፁሃት ዜጋታትን ጉድኣት ከምዘብፀሐ ዝገለፀ ኮይኑ ደገፍቲ ብልፅግና ተጋሩ ግና ብኤርትራ ኣቢላ ናብ ሱዳን እትጓዓዝ ኣብ ልዕሊ ዝነበረት ኣርሚ ዓሰርተ ሰለስተ ዝተፈፀመ ከምዝኾነ ክገልፁ ተራእዮም እዮም። በቲ መጥቃዕቲ ድማ ብርክት ዝበሉ ኣባላት ሰራዊት መስዋእቲ እንትኸፍሉ ኣፅዋር ከም ዝዓነው እውን ሓበሬታታት ወፂኦም እዮም። ጀነራል ምግበይ ሓይለ ኣብቲ ናይ ትማሊ መደርኡ እቲ መጥቃዕቲ እናተፈፀመ እውን ኣፅዋር ንምውፃእ ዝኣተዎ ኣባላት ሰራዊት መስዋእቲ ከም ዝኸፈሉ ኣረጋጊፁ። ካብቱ ንሶም ዝምነዩልና ዘለው ንላዕሊ እኮ መስዋእቲ ከፊልና እምበር ፅንዓት ኮሪና ኢና። እቶም ተጋደልቲ እኮ ዕጥቆም ከውፅኡ፣ ስውኣቶም ከውፅኡ፣ ቁስላቶም ከውፅኡ ተወሳኺ መስዋእቲ ከፊሎም እዮም። ሕዚ እውን ናብ ተልእኾ ኢና ኢና ንኸይድ ኢሎም ለይትን ቀትርን ተጠርኒፎም ናብታ እተባህለቶም ቦታ ከዓ ኣትዮም እዮም። እቲ ሓንቲ ፅቡቕቲ ነገር ናብታ እተባህለቶም ቦታ ኣትዮም ብክብሪ እቶም ዝቐረዩ እውን ብኣግባቡ ተልእኾም ክፍፅሙ መስዋእቲ ተኸፊሉ ኣሎ። መስዋእቲ ሓቂ እዩ። መስዋዕቲ ተልእኾ እዩ መስዋእቲ ናይ ተጋሩ እዩ ንሓዝን ግን ሓዚንካ ደው እንተኾይና ትርጉም የብላን ናይ እዚኦም ዕጥቂ ናይ እዚኦም ዕላማ ሒዝና ከም ኣሃድ ይኹን ከም ሰራዊት ይኹን ከም ምምሕዳር ንቕድሚት ምኻድ እዩ
ብኻሊእ ዜና ምስ ዕጡቕ ፋኖ ዝግበር ርክብ ናብ ዝለዓለ ደረጃ ሓፍ ከም ዝብል ካሊእ ላዕለዋይ ኣዛዚ ሰራዊት ትግራይ ዕላዊ ገይሩ ኣሎ። ኣብ ግንባር ተረኺቡ ድልውነት ሰራዊት ዘረጋገፀ እቲ ላዕለዋይ ኣዛዚ ምስ ፋኖ ስልታዊ ምድጋፍ ክህልወና እዩ ክብል ተሰሚዑ። ኣዛዚ ግንባር ደቡብ ጀነራል ዮሃንስ ወልደጊዮርጊስ፣ ጆን መዲድ፣ ምስ ዕጡቕ ሓይሊ ፋኖ ስልታዊ ምትሕጋዝ ክግበር ከም ዝኽእል ኣእንፊቱ። ፋኖ ምንቅስቓስ ክጅምር ከሎ ኣድላይ ደገፍ ክንገብር ኢና ክብል እውን ሓዱሽ ትእዛዝ ሂቡ። ብላዕለዎት ኣመራርሓ ሰራዊት ትግራይ ዝተመርሐ ኣብ ከተማ ኣላማጣ ኣብ ዝተኻየደ ኣኼባ ንምርቓ ኣሰልጠንትን ተረኺቡ መልእኽቲ ዘሕለፈ ጆን መዲድ ምሰ ፋኖ ዘሎ ርክብ ብዝሐሸ ደረጃ ሓፍ ንምባል ስልታዊ ኣንፈት ከምዘቐመጠ ተፈሊጡ። ኣብቲ መድረኽ ዝተፈላለዩ ኣገደስቲ ስትራቴጂካዊ ውሳነታት ዘሕለፈ ጀነራል ጆን መዲድ ነቲ ፀረ ህልውና ህዝቢ ትግራይ ዝኾነ ስርዓት ንምእላይ ምስ ዝኾነ ኣካል ተሓባቢርካ ምስራሕ ወሳኒ ከምዝኾነ ኣስሚሩሉ። ፀላኢ ምስ ሻዕብያ፣ ፋኖን ካልኦትን ሓይልታት ፅምዶ ፈጢርኩም ብምባል ወግሐ ፀብሐ ይኸሰና እዩ ዝበለ እቲ ጀነራል፣ ዋላ እኳ ክሳብ ሐዚ እዙይ ዝብሃል ስሩዕ ርክብ እንተዘይነበረ ሐዚ ግና ፋኖ ምንቅስቓስ እንተጀሚሩ ካብ ሰራዊት ትግራይ ኣድላይ ደገፍ ክግበረሉ ምዃኑ ኣረጋጊፁ። ካብዚይ ብተወሳኺ እዋናዊ ቁመና እቲ ግንባርን በቢደረጅኡ ዝርከባ ኣርምታትን ዝተገምገመ እንትትከውን መጥቃዕትታት ድሮን ፀላኢ ብብቕዓት ምክልኻል ዝኽእለሉ ስልታዊ ምድላዋት እውን ተነፂሩ ተባሂሉ። ኣብ መንጎ ኣዘዝቲ ኮርን ኣዘዝቲ ኣርምታትን ዝተናበበ ትልሚ ንክዳሎ ስልጠናታት ክከታተሉ ዝፀንሑ መሪሕነት ሓይልን ጋንታን ናብ ጭቡጥ ተግባር ንክልወጥን እቲ ዝተውሃበ ወተሃደራዊ ስልጠና ኣብ ድልውነትን ብቕዓትን ሰራዊት ዘምፅኦ ለውጢ ክፍተሽን ኣንፈት ተባሂዩ። ኣዛዝ ግንባር ደቡብ ጀነራል ዮሃንስ ወልደጀርግስ ጆን መዲድ ኩሉ በብደረጅኡ ድልው ይኹን፣ ፋኖ ምንቅስቓስ ክጅምር ከሎ ኣድላይ ደገፍ ክንገብር ኢና ዝበል መልእኽቲ ምትሕላፉ ዝረኸብናዮ ሓበሬታ የመልክት። ስርዓት ብልፅግና ናብ ትግራይ ኣቕኒዓ ንዝነበረት ፈረንሳዊት ጋዜጠኛ ካብ ኢትዮጵያ ኣባሪርዋ። ዓለም ለኸ ኮሚቴ ተሓላቒ ጋዜጠኛታት ሲፒጄ መንግስቲ ኢትዮጵያ ንፈረንሳዊት ጋዜጠኛ ካብ ኢትዮጵያ ምስጓጉ ኮኒንዎ። ኣብ ኢትዮጵያ ፍቓድ ተዋሂዋ ክትሰርሕ ዝፀንሐትን ኣብ ትግራይ ብሰንኪ ዕፅዋን ክልከላን ስርዓት ብልፅግና ዘጋጥም ዘሎ ሓሰረ መከራ ንምፅብፃብ ናብ ትግራይ ዝተጓዓዘት ፈረንሳዊት ጋዜጠኛ ኦግስቲን ፓስሊ ካብ ትግራይ ብህፁፅ ክትምለስ ምስ ተገበረት ፍቓድ ስርሓን መንበሪኣን ንክስረዝ ብምግባር ካብ ኢትዮጵያ ንክትባረር ከም ዝተገበረት ኣዲስ ስታንዳርድ ፀብፂቡ። ሰበ ስልጣን ኢትዮጵያ ንጋዜጣ ፈረንሳይ ላ ክሮይስ እትሰርሕ ጋዜጠኛ ኣውጉስቲን ፍቓድ ስርሓን መንበርን ብምስራዝ ካብ ዓዲ ንክትወፅእ ዝተገበረትሉ ምኽንያት ንምንታይ ናብ ትግራይ ከይድኪ ፀብፂኪ ብዝብል እዩ። እዚ ድማ እቲ ስርዓት ኣብ ልዕሊ ትግራይን ህዝባን ኣብ እዋን ፅንተታዊ ወራርን ድሕሪኡን ዝፍፅሞ ዘሎ ገበን ንከይቃላዕ ብምስጋእ ከም ዝኾነ እናተገለፀ ይርከብ። እቲ ስርዓት ንኢትዮጵያ ሓዊሱ ኣብ ጉዳያት ቀርኒ ኣፍሪካ ብቋንቋ ፈረንሰይኛ ትፅብፅብ ዝነበረት እታ ጋዜጠኛ ካብ 26 ክሳብ 29 ጉንበት 2018 ዓ.ም ኣብ ክልል ትግራይ ከተማ ሽረ ፃንሒት ከም ዝገበረትን ብሰንኪ ዝረአ ዘሎ ፖለቲካውን ወተሃደራውን ውጥረት ምክንያት ዳግም ኩናት ክለዓል ይኽእል እዩ ዝብል ስግኣት ዝሓደሮም ነበርቲ ብምዝርራብ ዝድህስስ ፀብፃብ እናሰርሐት ከም ዝነበረ ዝተገለፀ ኮይኑ ይኹን እምበር ዕስራን ሸውዓተን ጉንበት ሰሜ እዚ ብሮድካስት ሚድያ ኢትዮጵያ እታ ጋዜጠኛ ብህፁፅ ስራሕ ኣቋሪፃ ናብ ኣዲስ ኣበባ ንክትምለስ ከምዝተኣዘዘት እዩ ተሓቢሩ። ናብ ኣዲስ ኣበባ ኣብ ዝተመለሰትሉ እዋን ዋና ዳይሬክተር እቲ ብሮድካስት ሃይማኖት ዘለቀን ምክትል ዋና ዳይሬክተር ዮናታን ተስፋይን ሓዊሱ ምሰ ኣርባዕተ ላዕለዎት ሰበስልጣን ክትራኸብ ከምዝተገበረትን ስለምንታይ ናብቲ ክልል ንምጉዓዝ ከምዝመረፀት ወጣሪ ሕቶ ዝቐረበላ እንትትከውን ስዒቡ ድማ ምርመራ ክሳብ ዝግበር ፍቓድ ጋዜጠኝነታ ከምዝተኣገደላ ተፈሊጡ። ነዚ ስዒቡ ግልጋሎት ኢሚግሬሽንን ዜግነትን ነታ ገዚጠኛ ብምጽዋዕ ብሕጋውነት የገልግል ዝነበረ ፍቓድ መንበርን ጋዜጠኝነትን ሙሉእ ብሙሉእ ከም ዝሰረዞ ድሕሪ ምፍላጥ ካብ ኢትዮጵያ ንክትወጽእ ከም ዝተገደደት ተሓቢሩ ኣሎ። እዚ ጸረ ነጻነት ፕረስ ዝኾነ ውሳነ ዓለም ለኸ ተሓለቕቲ ጋዜጠኛታት ብዕቱብ ዝኾነንዎ ኮይኑ እታ ጋዜጠኛ ተመሊሳ ሙያዊ ስርሓ ንክትሰርሕ መንግስቲ ኢትዮጵያ ንክፈቕደላ ሓቲቱ ኣሎ። ኣብ ኣፍሪካ ዳይሪክተር ሲፒጀይ ኣንጀላ ኩንታል ኣብ ዝሃብኦ መግለጺ ኢትዮጵያ ንኦጎስቲን ፓስሊ ምስጓጓ ብዛዕባ ህልዊ ፖለቲካውን ጸጥታውን ኩነታት ትግራይ ሰበ ስልጣን ብግልጺ ክምርመረሉ ወይ ድማ ክዝተየሉ ዘይደልዩሉ ግፍዒ ከም ዘሎ ዘመላኽት ተግባር እዩ ኢለን። ሰበ ስልጣን ኢትዮጵያ ንፓስሊ ፍቓድ ጋዜጠኝነትን መንበርን ብቕልጡፍ ክምልስን ናብ ኢትዮጵያ ተመሊሳ ጸብጻባ ክትቅጽልን ክፈቕደላ፣ ነጻ ጋዜጠኝነት ንምቕጻዕ ዝገብርዎ ዘለዉ ምልካዊ ቁጽጽር ጠጠው ከብሉ ይግባእ ክብላ እውን ኣተሓሳሲበን። እቲ ስጉምቲ፣ ኣብ ኢትዮጵያ ኣብ ልዕሊ ውሽጣውን ዓለም ለኻውን መራኸብቲ ሓፋሽ ሽኽፍታ እገዳታት እናዓበየ ኣብ ዝኸደሉ ዘሎ እዋን እዩ። ኣብ ወርሒ ለካቲት ሓደ ተፈላጥነት ዘለዎ ጋዜጠኛ ኣጃንስ ፍራንስ ፕረስ ካብ ኣዲስ ኣበባ ናብ ሽረ ከይገይሽ ብኣባላት ጸጥታ መዕርፎ ነፈርቲ ከም ዝተኸልከለ ዝዝከር እዩ። ካብዚ ብተወሳኺ ስርዓት ብልጽግና፣ ሮይተርስ ኣብ ኢትዮጵያ ዝርከብ ማእከል መሰልጠኒ ሓይሊ ቅልጡፍ ደገፍ ሱዳን፣ RSF፣ ድሕሪ ምጽብጻቡ፣ ናይ ሰለስተ ጋዜጠኛታት ሮይተርስ ፍቓድ ስራሕ ከየሐደሱ ዝተረፈ ኮይኑ፣ ሲፒጀይ እቲ ስጉምቲ ምግሃስ ነጻነት ፕረስ ምዃኑ ምግላጹ ይዝከር። ኣብ ወርሒ ታሕሳስ ንጀርመናዊ ማዕኸን ዜና ዶቸ ቬለ ዝሰርሑ ክልተ ኢትዮጵያውያን ጋዜጠኛታት ፍቓድ ስርሖም ዝኣገደሎም እንትትከውን፣ ፍቓድ ስራሕ ልኡኻት ቢቢሲ ኣይሐድስን ምባሉ ዝፍለጥ እዩ። ከምኡ'ውን ፍቓድ ኣዲስ ስታንዳርድን ሬድዮ ዋዜማን ምስራዙ ይፍለጥ። እዚ ድማ እቲ ስርዓት ኣብ መላእ ኢትዮጵያ ብፍላይ ድማ ኣብ ልዕሊ ትግራይ ዝፍጽሞ ዘሎ ገበን ንከይቃልዖ ዝወስዶ ዘሎ ምልካዊ ስጉምቲ ምዃኑ እናተገለጸ ይርከብ። ሕቡራት ዓረብ ኤሚሬትስ መጥቃዕቲ ደው ንምባል ንኢራን ቢልዮናት ዶላር ከም ዝኸፈለት ተገሊጹ። እቲ ክፍሊት ክሳብ 20 ቢልዮን ዶላር ክበጽሕ ከም ዝኽእል ውሽጣዊ ፍልፍላት ኣረጋጊጾም። ኢራን ብኣመሪካ ንዝበጽሓ ወራር ስዒቡ መዓስከራት ኣጽዋር ኣመሪካ ኣብ ልዕሊ ዘለወን ሃገራት ካብ ዝፈጸመቶ መጥቃዕትታት ክንዲ ሕቡራት ዓረብ ኤምሬት ዝወዳደር የለን። ኣመሪካ ንኢራን ብዝደብደበት ቁጽሪ ዓምጽ ዓምጾ ንማዕጾ ከም ዝበሃል ቴህራን ንኤምሬትስ ሓመድ ዳፍጫ ኣውጺኣታ እያ። ካብ ኢራን ዝበጽሓ ዘሎ መጥቃዕቲ ኣመሪካ እውን ክትከላኸለላ ዘይከኣለት ኤምሬት ግን ሓደ ሜላ ከም ዝምሃዘት እዩ እናተገለጸ ዝርከብ። ሮይተርስ ካብ እሙናት ፍልፍላት ረኺበዮ ኢሉ ዕላዊ ዝገበሮ ሓበሬታ ከም ዘመልከቶ፣ ሕቡራት ዓረብ ኤሚሬትስ ካብ ኢራን ዝበጽሓ ደብዳብ ጠጠው ንምባል ንኢራን ቢልዮናት ዶላር ከም ዝኸፈለት እዩ። ብመሰረት እዚ ድማ ኤሚሬትስ ንኢራን ክሳብ ሕዚ ሰለስተ ቢልዮን ዶላር ከም ዝኸፈለት ተፈሊጡ ኣሎ። ክልተ ናይቲ ዞባ ፍልፍላት ብምጥቃስ ሮይተርስ ከም ዝጸብጸቦ፣ እቲ ክፍሊት ክሳብ ዓሰርተ ቢልዮን ዶላር ክበጽሕ ከም ዝኽእል ዝተገለጸ ኮይኑ፣ ካልኦት ክልተ ፍልፍላት ድማ እቲ ክፍሊት ኣብ መወዳእታ ዒስራ ቢልዮን ዶላር ክበጽሕ ምዃኑ ንሮይተርስ ገሊጾም ኣለዉ። ነዚ ድማ ኢራን ኣብ ልዕሊ ኣቡዳቢ እትገብሮ ዝነበረት ደብዳብ ድሮንን ምሳኤልን ካብ ቀረባ እዋን ነዘ ተዘሓሒሉ ዘሎ ዝብሉ ተንተንቲ ኣይጠፍኡን። ከምኡ እውን ኤምሬት ዓረብ ነቲ ወጥሪ ንምቅላል ኣብዚ ሰሙን ምስ ላዕለዎት ሰበስልጣን ኢራን ገጽ ንገጽ ዝርርብ ንምክያድ ዲፕሎማሰኛታት ከም ዝለኣኸት ብሉምበርግ ጸብጺቡ እዩ። ሓደ ዲፕሎማት ወሽመጥ ዓረብ ንሚድል ኢስት ኣይ ኣብ ዝሃቦ ሓበሬታ እቲ ኣኼባ ኣብ ቴህራን ከም ዝተኻየደ ከም ኣካል ናይቲ ኢምሬት ዓረብ መጥቃዕቲ ከይበጽሓ ንምርግጋጽ ዝግበር ጻዕሪ ምዃኑ ይኣምን ኢሉ። እስቲ ሕዚ ድማ ምስ ኣትሌት ጉዳፍ ጸጋይ ተኣሳሲሩ ዝተልዓለ ጉዳይ ክነቕርበልኩም። ኣብ ልዕሊ ኣትሌት ጉዳፍ ጸጋይ ዝተወዘዐ ሓበሬታ ሕሶት ምዃኑ ኣሰልጣኒኣ ገሊጹ ኣሎ። ኣትሌት ጉዳፍ ጸጋይ ብወገና እቲ ዝናፈስ ዘሎ ወረ ተጣሚሙ ዝቐረበ እዩ ክትብል ነጺጋቶ። ኣትሌት ጉዳፍ መነቓቕሒ መድሓኒት ምውሳዳ ስለ ዝተረጋገጸ ንኣርባዕተ ኣዋርሕ ተኣጊዳ ዝብል ሓበሬታ ምውጽኡ ዝፍለጥ እዩ። እቲ ብዝተፈላለዩ ማሕበራዊ ሚድያታት ዝናፈስ ዘሎ ወረ ኣትሌት ጉዳፍ ፀጋይ መነቓቕሒ መድሓኒት ወሲዳ ስለዝተረኸበት ብዓለምለኸ ኮሚቴ ፀረ መነቓቕሒ መድሓኒት ንኣርባዕተ ኣዋርሕ ተኣጊዳ ዝብል እዩ። ነዚ ስዒቡ ኣትሌት ጉዳፍ ፀጋይ ዘመሓላለፈቶ መልእኽቲ ከምዚ ይብል ንኹለኹም ፈተውትን ኣፍቀርትን ስፖርት ስዒቡ ብዝወፀ ናይ ቀረባ ግዜ ዜናታት መሰረት ሓደ ሓበሬታ ከካፍለኩም እፈቱ። ብሓኪመይ ብዝተኣዘዘለይ መሰረት ናይ ምውላድ ዓቕመይ ንምምሕያሽ ንፈርትሊቲ ክኒን ሌትሮዞል ወሲደ ነይረ። ኣብዚ ሕዚ እዋን ጥንሰይ ብጣዕሚ ብፅቡቕ ኩነታት ይግስግስ ኣሎ። ውሉደይ ምስ ወለድኩ ድማ ብቕልጡፍ ናብ ስፖርተይ ክምለስ ተስፋ እገብር። ንኹለኹም ደገፍተይ ንእተርእዩኒ ዘለኹም ፍቕሪ የመስግነኩም። ኩለኹም ናፊቐኩም ኣለኹ። ብተወሳኺ እቲ ብኣትሌቲክስ ኢንቴግሬቲቭ ዩኒቲ ዝተገበረለይ ምርዳእን ዝተውሃበኒ ደገፍን ዓሚቕ ምስጋና የቕርብ ክትብል ገሊፃ። ኣትሌት ጉዳፍ ነዚ መልእኽቲ እንተተመሓላልፍ ነብሰፁር ምዃና ዘርኢ ስእሊ ለጢፋ ትረኣ። ኣሰልጣኒኣን በዓል ገዝኣን ሕሉፍ ይሕደጎ እውን ነቲ ዝውዛዕ ዘሎ ወረ ቅንዕና ዝጎደሎ ብምባል እዩ ገሊጽዎ። ንጅግና ኣትሌት ጉዳፍ ጸጋይን ታሪኻን ንምጽላም ኮነ ኢልካ ሕሶት ምጽሓፍ ቅኑዕ ኣይኮነን ዝበለ ኣሰልጣኒ ሕሉፍ ይሕደጎ፣ ኣትሌት ጉዳፍ ጸጋይ ዝሰኣነቶ ውጽኢት ይኹን መዳልያ የለን ብምባል ብቁጥዐ ጽሒፉ። እታ ጎበዝ ዝኾነት ጉዳፍ ነቲ ሊትረዞል ዝበሃል መድሓኒት ክትወስድ ዝኸኣለት ከም መነቓቕሒ ወይ ድማ ዶፒን ዘይኮነስ ከመ ሕክምናዊ መድሓኒት ወሲዳቶ። ንሱ ድማ ፍርያት ማህጸና ንምምሕያሽ ብምሉእ ትእዛዝ ሓኪማ ዝወሰደቶ እዩ ኢሉ። ነቶም ነጋዶ ሕሶት እቲ ዝዓበየ ትምህርቲ እዚ እዩ ዝበለ በዓል ገዝኣ ጉዳፍ ነዚ መድሓኒት ምስ ወሰደት ዝኾነ ዓይነት ስፖርታዊ ልምምድን ውድድርን ምሉእ ብምሉእ ደው ኣቢላቶ። ነቲ መድሓኒት ድሕሪ ምጥቃማ እውን እንተኾነ ሓንቲ መዓልቲ እውን ልምምድ ገይራ ኣይትፈልጥን። ናብ ውድድር እውን ተመሊሳ ኣይትፈልጥን። እዚ ማለት እቲ መድሓኒት ናብ ሜዳ ውድድር ኣትዮ ኣይፈልጥን ማለት እዩ። ኣብ ውድድር ንምዕዋት ተጠቒማትሉ እውን ኣይትፈልጥን። እቲ ጉዳይ ምሉእ ብምሉእ ምስ ንሕንሕ ስፖርት እንተይኮነስ ጉዳይ ጥዕና ጥራሕ እዩ ክብል ነቲ ሓቂ ዝበሎ ኣረዲኡ። ኣብዚ ሕዚ እዋን ናብ ሓዱሽ ምዕራፍ ህይወትና ንኣቱ ኣለና። ጥንሳ ብፅቡቕ ይኸይድ ኣሎ። ምሉእ ትኹረትና ኣብ ምውላድ ጥዑይ ህፃን እዩ። ምስ ወለደት ድማ ብሓያል ምድላው ናብቲ እትፈትዎ ውድድር ብዘይ ስግኣት ከምትምለስ ከረጋግፀልኩም እፈቱ ብምባል በዓል ገዝኣን ኣሰልጣኒኣን ዝኾነ ሕሉፍ ይሕደጎ ኣረጋጊፁ። ኣትሌት ጉዳፍ ፀጋይ ኣብዚ ሕዚ እዋን ብሓሙሽተን ዓሰርተ ሽሕን ሜትሮ ዝለዓለ ክብረ ወሰን ዓለም ወኒና ትርከብ ኣትሌት እያ። ክቡራት ተኸታተልትና ነዚ ዕለት ዝሓዝናዮም ዜናታት ነዚኦም ይመስሉ ነይሮም። ስለ ዝተኸታተልኩምና ኣዚና ብምምስጋን ኣብዚ ክንፍለየኩም ሰላም ድሓን ኩኑ።